ሰራዊት ኤርትራ ካብ ትግራይ ክወፅእ ህዝቢ ብተደጋጋሚ ይፅውዕ ከምዘሎ ግዝያዊ ከንቲባ ከተማ መቐለ ኣይተ ኣታኽልቲ ሃይለስላሰ ገሊፁ። ዞዝኒዎም ልምንታይ ኣቲዮምና ልብል ነገር ትግዜዊ ምሕደር ብዓሻ ሕቶ እዩ ኢቭን ኣብ መድረከ ፊቃሪ መድረከ ኣዘጋጂና ልምልከቶም ናይ ምሊተሪ ኣመራርሓ መልሲ ክህቡ ተገይሩ። ሱዳንን ኢትዮጵያን ናብ ወታደራዊ ጎንፂ ዝሸመመን ጠንቂ ክንድህስሶ ኢና። ትራምፕ ንሓላፊ መረፃ ጆርጂያ ድምፂ ርኸበለይ ምባሉ የዘራርብ ኣሎ።
ነበርቲ ጆርጂያ ሓሪቖም እዮም ዘለዉ። ንዓይ ዘድልየኒ ዓሰርተ ሓደ ሽሕን ሸውዓተ ሚእትን ሰማንያን ድምፂ እዩ። ዝብሉን ካልእን ምስ ሓጸርቲ ዜናታት እዚ ዕለት ክህልዉና እዮም። ሰናይ ምክትታል። ሰራዊት ኤርትራ ካብ ትግራይ ክወጽእ ህዝቢ ብተደጋጋሚ ይጽውዕ ከም ዘሎ ግዝያዊ ከንቲባ ከተማ መቐለ ኣይተ ኣታኽልቲ ሃይለስላሰ ንቢቢሲ ኣረጋጊጹ። ቢቢሲ ብዛዕባ እቲ ግዝያዊ ከንቲባ ብዛዕባ ምውጻእ ሰራዊት ኤርትራ ካብ ትግራይ ኣመልኪቱ ኣብ ሓደ ህዝባዊ ኣኼባ ዝሃቦ መልሲ ዝሓዘ ቪድዮ ምውጽኡ ምስ ተወከስናዮ ምስ ህዝቢ ተዘራሪቦምሉ ከም ዝነበሩ ሓቢሩ። እቲ ካብ ህዝቢ ዝቐረበ ሕቶታት ምስ ናይ ኤርትራ ምስ ናይ ሉኣላውነት ናይ ክልል ዶብ ዝተሓሓዝ ምዃኑ ዝጠቐሰ ኣይተ ኣታኽልቲ፣ ነዚኦም ዓይነት ጉዳይ ምላሽ ክህብ ዝግብኦ እቲ ዝምልከቶ ናይ ኮማንድ ፖስት ኣካል ምዃኑ እቲ ጀነራል ምላሽ ሂቡሉ ነይሩ ክብል እውን ተዛሪቡ። ላዕለዋይ ኣዛዚ እዚ ሰሜን ሰራዊት ኢትዮጵያ ሜጀር ጀነራል በላይ ስዩምን ግዝያዊ ከንቲባ ከተማ መቐለ ኣይተ ኣታኽልቲ ሃይለስላሰን ዝርከብዎም ሓለፍቲ ብ ዕስራን ሓሙሽተን ታሕሳስ ኣብ ሓወልቲ ሰማእታት ኣብ ዝርከብ ኣዳራሽ ተረኺቦም ሕቶታት ህዝቢ መሊሶም ምንባሮም

ብመሰረት ቤት ምኽሪ ፌዴሬሽን ዘሕለፎ ውሳነ ቀዳማይ ሚኒስተር ኣብይ ንዶክተር ሙሉ ግዝያዊ ምምሕዳር ትግራይ ክምስርት ከም ዝሾሞ ይዝከር። ብዙሓት ተጋሩ ግን ነቲ ውሳነ ከም ዝቃወምዎ ይፍለጥ። ኣብይ ኣሕመድ ኣብ መወዳእታ ወርሒ ሕዳር ንባይቶ ኢትዮጵያ ኣብ ዝሃቦ መግለጺ ኣብቲ ንሰሙናት ዝቐጸለ ውግእ ሓገዝ ኤርትራ ከም ዝረኸቡ ምዝራቡ ይዝከር። ኣብ ኣሜሪካ ዝመደበሩ ተንታኒ ኣፍሪቃ ኣሌክስ ደዋል ብወገኑ፣ ካብ እሙናት ምንጭታት ረኺበዮ ብዝበሎ ሓበሬታ መሰረት፣ ወተሃደራት ኤርትራ ኣብ ምዝራፍ ንብረት ኢድ ከምዝነበሮም ገሊጹ እዩ። ገለ ኤርትራውያን ከምዝብልዎ፣ ወተሃደራት ኤርትራ እንኮላይ መቕርቦም ኣንጻር ሓይልታት ህወሓት ኣብ ብርክት ዝበሉ ግንባራት ክዋግኡ ምጽንሖም መስኪሮም እዮም። ኤርትራ ግን ወታደራታ ኣብ ትግራይ ከምዘየለዉ እያ ትገልጽ። ኣብ መጀመርታ እዋናት ናይቲ ኵናት፣ ሚኒስተር ጉዳያት ወጻኢ ኤርትራ ኣብ ውሽጣዊ ጎንጺ ኢትዮጵያ ኢድና ኣየእተናን ኢሉ ምንባሩ ይዝከር። ኣብ መንጎ ሱዳንን ኢትዮጵያን ተወሊዑ ዘሎ ወታደራዊ ጎንፂ ተንታኒ ፖለቲካ ኣፍሪቃ ኣሌክስ ደ ዋል ምስ ቢቢሲ ኣብ ዝገበሮ ቃለ መሕተት ኣብ መንጎ ክልቲኤን ሃገራት ዝነበረ ንዓሰርተታት ዓመታት ዝዘለቐ ንሕንሕ ዘባለሐ እዩ ይብል። እቲ ቀንዲ መበገሲ ኮይኑ ዘሎ ድማ ኢትዮጵያ ምስ ሱዳን እትዋሰነሉ ኣብ ክልል ኣምሓራ ዝርከብ ኣልፋሽጋ ዝበሃል ዘካትዕ ሃብታም ናይ ሕርሻ መሬት ከም ዝኾነ እዩ ዝገልጽ። እቲ ኣብ መንጎ ክልቲኤን ሃገራት ዘሎ ዶብ ዝፍለጥ እኳ እንተኾነ፣ እንተኾነ ዛጊድ ኣብ ባይታ ከም ዘይተጠረረ እዩ እቲ ተንታኒ ዝገልጽ። ኣብዚ ዛዕባ ምስ ሃብቶም ወልደዮሃንስ ሓጺር ዕላል ክነካይድ ኢና። ሕራይለ ናብ ቀርኒ ኣፍሪቃ ዝርከቡ ዶባት ኣብ ኩሉ ግዜ ኣካታዕቲ ኮይኖም እዮም ዘለዉ። ኢትዮጵያ ኣብ ሽሕን ሸውዓተ ሚእትን ሰብዓን ሸውዓተን ኣቆጻጽራ ፈረንጂ ብግዝኣት ኦጋዴን ምኽንያት ምስ ሶማልያ ተዋጊኣ ኣብ ሽሕን ሸውዓተ ሚእትን ተስዓን ሸሞንተን እተን ድማ ብምኽንያት መሬት ባድመ ምስ ኤርትራ ተዋጊኣ ዓለማዊ ቤት ፍርዲ እቲ ዘጓንጽ መሬት ንኤርትራ እኳ እንተፈረደ ኢትዮጵያ ከተረክብ ፍቓድኛ ስለዘይኮነት ንመሪር ጽልኢ ምፍጣር ጠንቂ ኮይና ጸኒሓ። ኣብ ዝሓለፈ ወርሒ ሕዳር ክልተ ሽሕን ዕስራን ኣብ ትግራይ ዝተወልዐ ኲናት ስዒቡ ድማ ወተሃደራት ኤርትራ ነቲ ግዝኣት መሊሶም ሒዞሞ ኣለዉ። ድሕሪ'ቲ ኣብ ሽሕን ትሽዓተ ትስዓን ሸሞንተን ምስ ኤርትራ ዝተኻየደ ኲናት ኢትዮጵያን ሱዳንን እቲ ሸውዓተ ሚእትን ኣርብዓን ኣርባዕተን ኪሎ ሜተር ንውሓት ዝሽፍን ዶብ ብልክዕ ንምኽላል ዝሕትሉ ዝኾነ ዘተ ዶብ ጀሚረን ነይረን። እቲ ንምፍትሑ ከቢድ ኮይኑ ዘሎ ድማ እዚ ኣልፋሻጋ ዝበሃል ግዝኣት እዩ። ናይ። ብመሰረት እቲ ኣብ እዋን ባዕዳዊ መግዛእቲ ማለት እውን ኣብ ሽሕን ትሽዓተ ሚእትን ክልተን ከምኡ እውን ኣብ ሽሕን ትሽዓተ ሚእትን ሸውዓተን፣ ዝተፈረመ ውዕሊ፣ እቲ መሬት ናይ ሱዳን እኳ እንተኾነ፣ ኢትዮጵያውያን ንነዊሕ እዋን ነቢሮምሉን ኣልሚዖምዎን እዮም። ግብሪ ድማ ንመንግስቲ ኢትዮጵያ ክኸፍሉ ጸኒሖም እዮም። ኣብ መንጎ ክልቲኦም ሃገራት ክግበር ዝጸንሐ ዝርርብ ኣብ ክልተ ሽሕን ሸሞንተን ኣብ ሓደ መዕለቦ በጺሑ ነይሩ። ኢትዮጵያ ሕጋዊ ዋንነት እቲ መሬት ናብ ሱዳን ምዃኑ ኣፍልጦ ሂባ እያ። ሱዳን ድማ እቶም ኣብኡ ዘለዉ ኢትዮጵያውያን ብሰላም ክነብሩ ፈቒዳ ነይራ። ላይን ኣብዚ እዋን ግን ኢትዮጵያ ልኡላውነት እቲ ግዝኣት እውን እያ ትሓትት ዘላ። እቲ ኣብ ክልተ ሽሕን ሸሞንተን ዝተገበረ ስምምዕ እቲ ጉጅለ ልኡካን ኢትዮጵያ ብናይ ህወሓት ላዕለዋይ ኣመራርሓ ዝኾነ ኣባይ ፀሃየ ዝተመርሐ እዩ ነይሩ። እንተኾነ ህወሓት ኣብ ክልተ ሽሕን ዓሰርተ ሸሞንተን ካብ ስልጣን ምስ ተኣለየ መራሕቲ ብሄረ ኣምሓራ እቲ ስምምዕ ብውሽጣ ውሽጢ ዝተኻየደን ንዓኣቶም ዘየማኸረን ከምዝኾነ እዮም ዝዛረቡ። ሰራዊት ሱዳን ነቶም ኢትዮጵያውያን ደፊኦም ነቶም ነበርቲ'ቲ ገጠር ድማ ኣውጺኦሞም። ኢትዮጵያ ነቶም ተስፋ ዘይብሎም ዝመዛበሉ ነበርቲ ካሕሳ'ያ ትሓትት ዘላ። ሱዳን ድማ እቲ ግዝኣት ናብ ሕጋዊ ቦትኡ ክምለስ መሬታ ክትረክብን'ያ ትጠልብ። ክልቲኡ ወገናት ነዚኦም ናይ ዘመናት ውዕላት ንናይ ባዕሎም ዝርእይሉ መነጸርን ትንታነ ሕግን ኣለዎም። እንተኾነ እቲ ጸገም ናይ ክልተ ዛዕባታት ጠንቂ ምልክት'ዩ ዝመስል። ክልቲኦም ድማ ካብ ቀዳማይ ሚኒስተር ኣቢ ኣሕመድ ናይ ፖሊሲ ለውጢ። ዝምንጭው እዮም። እቶም ኣብ ኣልፋሸጋ ዝነብሩ ኢትዮጵያውያን ተወለድቲ ኣምሓራ እዮም። ሃብቶም ኣብዪ ካብቲ ዝዓበየ ብሄር ኣብ ኢትዮጵያ ዝኾነ ህዝቢ ኦሮሞ ድጋፍ እናነፀፎ ምስ ከደ ፖለቲካዊ ውግንንኡ ናብ ኣምሓራ እዩ ዝእንፍት ዘሎ። በቲ ኣብ ዝሓለፉ ክልተ ኣዋርሕ ብፌዴራል ሰራዊት ኢትዮጵያ ኣብ ልዕሊ ህወሓት ረኺበዮ ዝበሎ ዓወት ተደፋፊኦም ኣብ ትግራይ ግዝኣት ናይ ምምላስ ሕቶ እዮም ዝቕፅሉ ዘለዉ። ህወሓት እንከንሳሕብ ሚልሻ ኣምሓራ ድማ እናሰዓቡ እቲ ልሙፅ ሓምለዋይ ብጫ ቐይሕ ባንዴራ እናተኸሉ ናብ ኣምሓራ እንኳዕ ደሓን መፃእኹም ዝብሉ ታፔላታት ይተኽሉ ኣለዉ። ሕራይ ላይን ኣብ ኣልፋሸጋ ዝተወልዐ ጎንፂ እውን ተመሳሳሊ ባህሪ እዩ ዘለዎ። ምምላስ ግዝኣት ልኡላውነት እዩ። እንተኾነ እቲ ዳሕረዋይ ኣብ ጉዳይ ውሽጣዊ ዶብ ዘይኮነስ ኣብ ጎረቤት ሃገር ወይ ምስ ሱዳን እዩ ዝኸውን ዘሎ። እቲ ጎንጺ ብሰላማዊ መገዲ ምፍታሕ ዘይምኽኣል ብተዘዋዋሪ ናይ ቀዳማይ ሚኒስተር ኣቢይ ኣሕመድ ናይ ፖሊሲ ለውጥታት ውጽኢት እዩ ተባሂሉ ተገሊጹ ዘሎ። ንዝሓለፈ ስሳ ዓመታት ቀንዲ ስትራተጂ ኢትዮጵያ ንግብጺ ምግታእ ምኽኣል እዩ ነይሩ። ክልቲኤን ሃገራት ጉዳይ ሩባ ኣባይ ናይ ሃለዋት ሕቶ ገይረን እየን ዝርእይኦ። ኣብ ወርሒ ጥቅምቲ ክልተ ሽሕን ዓሰርተ ትሽዓተን ሃብቶም ኣብ ጉባኤ ኣፍሪቃ ሩስያ ኣቢይ ኣሕመድ ናብ ሶቺ፣ ኣቕኒዑ ነይሩ። ብጎኒ ድማ ንፕረዚደንት ግብጺ ኣብደልፈታሕ ኣልሲሲ ረኺብዎ ነይሩ። ኣብ ፈላመይቲ ኣኼብኡ ድማ ሓደ'ኳ በዓል ስልጣን ሚኒስትሪ ጉዳያት ወጻኢ ኣብ ዘይተረኸበሉ፣ ኢትዮጵያ ኣብ ጉዳይ ሩባ ኣባይ እትኽተሎ ስትራተጂ ጓዕጺጽዎ ማለት'ዩ። ሳልሰይቲ ኣብቲ ዘተ ክትሳተፍ ዝተጋበዘ ሱዳን'ያ ነይራ። ምስ ናይ ግብጺ ቅዋም ጸግዒ ወሲዳ ኣላ ሃብቶም። ምድላዋት ራዲዮ ቢቢሲ ዕለተ ሶኒ ኣብ ምክትታል ትርከቡ ዝኸበርኩም ሰማዕትና፣ ሕዚ ድማ ሓጸርቲ ዜናታት እዚ ዕለት ክነግረኩም። ኣብ ኤርትራ 43 ተወሰኽቲ ሰባት ብኮሮና ቫይረስ ከም ዝተለኸፉ ሚኒስትር ጥዕና ሓቢሩ። እቶም ሎሚ ምርመራ ዝተገበረሎም ዜጋታት ኣብ ዞባታት ማእከልን ዓንሰባን ኣብ ዝርከቡ መወሸቢ ማእከላትን ክፍልታት ተመሓላለፍቲ ሕሙማት ሆስፒታላትን ዝጸንሑ ምዃኖም ተገሊጹ። ዛጊድ ኣብታ ሃገር ቁጽሪ በዚ ቫይረስ ዝተለኸፉ ሓደ ሽሕን ሰለስተ ሚእትን ስሳን ሰለስተን ከም ዝበጽሐን ሰለስተ ሰባት ከም ዝሞቱን ይግለጽ። ደቡብ ኣፍሪቃ ኣብ ዝመጽእ ወርሒ ክታበት ኮቪድ ዓሰርተ ትሽዓተ ክትረክብ ተስፋ ገይራ ምህላዋ ሚኒስትሪ ጥዕና ናይታ ሃገር ገሊጹ። መንግስቲ ደቡብ ኣፍሪቃ ብውሕዱ ስሳን ሸውዓተን ሚእታዊት ማለት እውን ኣስታት ኣርባዓ ሚልየን ዜጋታት ክታበት ክረኽቡ እዩ ሃቂኑ ዘሎ። ምስ ማሊ ኣብ ዘዋስና ክልተ ገጠራት ኒጀር ዕጡቓት ብዝፈጸምዎ መጥቃዕቲ ሓደ ሚእቲ ሰባት ተቐቲሎም። እቶም ሰብዓ ኣብ ቱኮ ምባንጎ ዝተባህለ ቁሸት እቶም ዝተረፉ ሰላሳ ድማ ኣብ ዛሩም ዳሬ ዝተባህለ ቁሸት ከምዝተቐተሉ ቀዳማይ ሚኒስተር ብሪጊ ራፊኒ ኣፍሊጡ። ኢራን ልዑል ጽሬት ዘለዎም ዩራንየም ተማዕብል ከም ዘላ ኣፍሊጣ። ኢራን ቅድሚ ሓሙሽተ ዓመታት ምስ ሓያላት ሃገራት ዝገበረቶ ስምምዕ ኒዩክሌር ብምጥሓስ እያ ዕስራ ምእታዊት ምምዕባል ኒዩክሌር ከም ዝጀመረት ኣፍሊጣ ዘላ። እቲ ዝምዕብል ዘሎ ዩራንየም ቦምባታት ኒዩክሌር ንምፍራይ ከገልግል ዝኽእል እዩ። ኣብ መወዳእታ ምስጥር መንግስታት ዘቃልዕ ዝነበረ መስራቲ ዊክሊክስ ጁልያን ኣሳንጅ ንኣሜሪካ ተመሓላሊፉ ከይወሃብ ቤት ፍርዲ ለንደን በይኑ። ዳኛ እቲ ቤት ፍርዲ ኣሳንጅ ንኣሜሪካ ከይወሃብ ዝወሰነ ኣብ ጥዕና ኣእምሮት ውልቀ ሰብ ስግኣት ስለ ዝሓደሮ ምዃኑ ተገሊጹ። ጁልያን ኣሳንጅ ቅድሚ ዓሰርተ ዓመት ብዓሰርተታት ኣሽሓት ዝቑጸሩ ሚስጥራት መንግስታት ኣብ ድሕረ ገጹ ምሕታሙ ስዒቡ እዩ ብገበን ዝድለይ ዘሎ። ኣብ ሰሜን ጣልያን ክፍለ ግዝኣት ትሬንቲኖ ነባሪት ዝነበረት ኢትዮጵያዊት ኣጊቱ ጉደታ ብሰራሕተኛኣ ከም ዝተቐተለት ዝሕብር ዜና ኣብ ዝሓለፈ ሰሙን ምስ ወፀ ብዙሓት ሰባት ኣብ ማሕበራዊ መራኸብታት ሓዘኖም ይገልጹ ኣለዉ። ኣጣል ብምርባሕ ኣጀቦ ተፍሪ ዝነበረት ኣጊቱ ጉደታ ተጣባቒት ስደተኛታት እውን እያ ነይራ። ሰብኣይ ሓፍታ ንኣጊቱ ጉደታ፣ ኣይተ ጀቤሳ ተሾመ፣ ሬሳ ኣጊቱ ጉደታ ናብ ኢትዮጵያ ንምውሳድ ናብ ትሬንቲኖ ኣትዩ ምህላዉ ገሊጹልና። ዛሬ ወደ ገጅበረችበት ከተማ ሄደዋል ቤተሰብ እየጠበቅን ነው አዎ አዲስ ነገር ሎምዓንቲ ስድራ ናብ ዝነበረትሉ ከባቢ ከድና ኣለና ሬሳኣ ኣብ ኢትዮጵያ ክቅበር ኢልና ኢና ንፅበ ዘለና ዘፈራርሕዋ ከም ዘለው ንንእሽተይ ሓዋ ትነግሮ ነይራ እቲ ዝቀተላ ሰራሕተኛኣ ከም ዝኮነ እዩ ዝግለፅ ዘሎ ብሰንኪ መሃያ ኣብ መንጎኦም ዝተፈጥረ ዘይምስምማዕ ምክንያት ከም ዝኮነ ኢና ንርእይ ዘለና እዚ ምኽንያት ነዚ ጭካነ ንምፍጻም ክንደየናይ ዝኣክል የእምን ንዝብል ኣብ ሕቶ ምልክት ዝኣቱ እዩ። ሓደ ሰራሕተኛ እንተዘይተሰማሚዑ ውዕል ስለዝህሉ ብሕጊ ምሕታት ይከኣል እምበር ካብዚ ወጻኢ ናይ ምቕታል ሓሳብ ክመጽእ ኣይክእልን። ምናልባት ብድሕሪ እዚ ዕላማ ካልእ ክኸውን ይኽእል እዩ። ብዙሕ ፈታዊ ከም ዘለዋ ንሳ ኣብኡ ምዃና ዘይፈቱ ኣካል ኣሎ ማለት እዩ። እዚ ኣካል'ዚ ኣብ ድሕሪ እቲ ቅትለት ክህሉ ይኽእል ዝብል ሕቶ ኣለና። ናታ ደምን ናታ መጥቃዕትን ኣብ ዓለም ዘሎ ደላይ ሓቂ ዝምልከት ስለዝኾነ ነዚ ዝተፈጸመት ጥቕዓት ግቡእ ፍርዲ ክወሃቦ ኢና ንደሊ። ሁሉም የሚያሳስበው ነው እና ይሄ ጥቃቷ ተገቢ የሆነ ፍርድ እንዲያገኝ ህብረተሰቡ ይሄንን ነው የሚፈልገው ማለት ነው። ኣይተ ጀቤሳ ኣጊቱ ጉደታ እንታይ ዓይነት ሰብ ምንባራ እውን ተዘክርኡ ኣካፊሉና ኣሎ። ንኣጭር ግዜ በስልክ ተገናኘን እና ንሓጺር እዋን ብቴሌፎን እናወራን ተራኺብና። ከነበርን ካብ ተውግዖ ነገር ትግህቲ ብቐሊሉ ምርዳእ እትኽእልን ብምዃና እየ ተረዲኤ። ናይ ካልእ ሰብ ጥቕዓት እውን ብፍጹም ኣይትደልን ብግልጺ እትዛረብ ደፋር ምዃና ስድራ ክትዛረብ ሰሚዐ ኣብ ቤት ትምህርቲ ኣብ ዝነበራ ጻንሒት ውን እዚ እያ ትዛረብ ነይራ ብዙሕ ራኢ ከም ዘለዋ ኣብ ሃገራ ውን ክትሰርሕ ከም እትደሊ ትዛረብ ነይራ ደረት ዘይብሉ ብዙሕ ራኢ ዝነበራ እያ ብፍላይ ኣብ ምህዞ ዝተፈላለየ ምህርታት ብምምሃዝ ናይ ምውፋር ድሌት ከም ዝነበራ ክግንዘብ ክኢለ እየ።

ፕረዚደንት ዶናልድ ትራምፕ ንምሩጽ ፕረዚደንት ጆ ባይደን ንምስዓር ዓሰርተ ሓደ ሽሕን ሸውዓተ ሚእትን ሰማንያን ድምጺ እዩ ዘድልየኒ ክብል ንዋና ጸሓፊ ሪፓብሊካን ብራድ ሪፈንስበርገር ከም ዝተዛረቦ ዋሽንግተን ፖስት ዘቃልሖ ዝተቐድሐ ድምጺ ዝርርብ ትራምፕ የመልክት።
ነበርቲ ጆርጅያ ሓሪቖም'ዮም ዘለዉ፣ ኣመሪካውያን'ውን ከምኡ ሓሪቖም ኣለዉ፣ ስለዚ ደጊምና ቆጺርናዮ ምባል ጸገም ዘለዎ ኣይኮነን። ትርድኣኒ ኣለኻ ሓቀይ? ንዓይ ዘድልየኒ ዓሰርተ ሓደ ሽሕን ሸውዓተ ሚእትን ሰማንያን ድምጺ እዩ፣ እዚ ድማ ካብቲ ረኺብናዮ ዘለና ሓንቲ ድምጺ ጥራይ ኢና ዝያዳ ንደሊ ዘለና፣ ምኽንያቱ ኣብ ግዝኣትና ተዓዊትና ኢና። እንተኾነ እቲ ዋና ጸሓፊ፣ እቲ ጸገም ዝኸውን እቲ ኣብ ኢድካ ዘሎ ሓበሬታ ጌጋ እዩ ክብሎ ይስማዕ። ኣብ መወዳእታ እቲ ናይ ስልኪ ዝርርቦም ድማ እቲ ዘቕርቦ ዘለኹ ቅሬታ ብግቡእ ኣይትርእዮን ዘለኻ ብዝብል ገበን ከምዝኾነን ሕጋዊ ስጉምቲ ክውሰደሉ ከምዝኽእልን ከፈራርሖ እንከሎ ይስማዕ'ዩ። ብዛዕባ እቲ ሰሊኹ ዝወጸ ድምጺ ዛጊት ካብ ቤተ መንግስቲ ዝተባህለ ነገር የለን። ጆ ባይደን ንጆርጂያን ካልኦት ናይ ሪፓብሊካን ቀንዲ ትሕዝቶታት ዝነበራ ሓዊሱ ብሓፈሻ ካብቶም ኤሌክቶራል ኮለጅ ሰለስተ ሚእትን ሽዱሽተን ብምርካብ ክዕወት እንከሎ ትራምፕ ብወገኑ ክልተ ሚእትን ሰላሳን ክልተን ረኺቡ። ኮንግረስ ድሕሪ ክልተ መዓልታት ውጽኢት መረጻ'ታ ሃገር ዕላዊ ክገብር ትጽቢት ይግበረሉ። ምሩጽ ፕረዚደንት ጆ ባይደን ድማ ዕስራ ጥሪ ዕላዊ ፕረዚደንት እታ ሃገር ኮይኑ ክስየም'ዩ።